ሰላም መቐለ ደም ነቢዓ። ሎማዓንቲ ብጣዕሚ ለሕዝን ዜና ሰሚዕና። ካብ መዓዝ እዩ እርሰ በእርስና ንቀታተል? ብጣዕሚ ለሕዝን ዜና። ባይ ዘ ወይ ብዛዕባ ናሒስ ዘይትፈልጥዎ ሓደ ነገር እውን ኣሎ ኣቦ ሰለስተ ቆልዑ እዩ ከምኡ እውን ብዛዕባ ኣቃታትሉ እውን ብዙሕ እናተብሃለ እዩ። ናሒሰይ ቅንዕናኻ የዋህነትኻ ሓላይነትኻ ኣንሕና ኣሕዋትካ ብቐረባ ንፈልጠካ ኣሕዋትካ ብቻ ኢና ንፈልጠና። ከምኡ እውን ብሎሚ ዕለት ናይ ፍሉጥ ስነጥበባዊ ነፃነት ወርቅነህ መርድእ እውን ሰሚዕና ኣለና። ብኢቢኤስ ቴሌቪዥን ልመሓላለፍ የቤተሰብ ጨወታ ፕሮግራም መዳለውን መቕረብን ልኾነ። እስቲ ብዛዕባ እዞም ጉዳይ እዚኦም ክንሪና ሰናይ ምክትታል። ሰላም እንታይ ረሳዕኹይ? ሰላም ሰላም ፍቷት ለማጊሽ ኢንተርቴመንት ተኸትልቲ ኳዕ ብሰላም ናብ መደብና ብድሓን መጻኹም። ለሙን ከምቲ ልሙድ ኣብ ዝህሉውን ኣዘራረብቲ ዘለዉ ዛዕባታት ሒዘ ልኹም መጽየ ኣለኹ። ከም ዝተለመደ እዚ ቪድዮ እዚ ናብ ብዙሕ ሰብ ክበጽሕ ስለ ዘለዎ ኩሉኹም ላይክ ምግባር ከይትርስዑ። ብሎሚ ዕለት ብዙሕ ሰብ ኣብ ሓዘን እዩ ዝርከብ። ናይ ክልተ ፍሉጣት እቲ ሓደ ስነጥባዊ ኢትዮጵያዊ ኮይኑ እቲ ሓደ እውን ወዲ መቐለ እዩ። ናዞም ክልተ ኣሕዋትና መርድእ ሰሚዕና ኣለና ብሎሚ ዕለት ብዙሕ ሰብ እውን ኣብ ሓዘን እዩ ዝርከብ። እስቲ ከም መእተዊ ክኾነና እዚ ስነጥባዊ እዚ ዘይፈልጦ ሰብ የለን። ብኣዝዩ ደስ ደስ በሃሉ ፊልምታት እዩ ዝፍለጥ ነጻነት ወርቅነህ። ናይ ሓውና ነጻነት ወርቅነህ እውን ብሎሚ ዕለት ብ ድንገተኛ ሕማም ከም ዝሞተ ከም ዝዓረፈ ሰሚዕና ኣለና እስቲ እዛ ቪድዮ እዚኣ ንስማዕ። ቴሌቪዥን ልመሓላለፍ የቤተሰብ ጨወታ ፕሮግራም መዳለውን መቕረብን ልኾነ ነፃነት ወርቅነህ ሀም ልዓረፈ ኣብዛ ሕዚ ግዜ ብርክት ለበሉ ናይ ማእኸል ዓዲ ሚድያታት ላፀብፀብዎ እዮም ልርከቡ። ነፃነት ወርቅነህ ቐድሚ ሕዚ ብልተፈላለዩ ናይ ፊልም ስራሕቲ፣ ናይ መድረኽ ስራሕቲ፣ ኸምኡ ድማ ኹለና ለዝናንየና ለዘናግዐና የቤት ሰብ ጨወታ ዝዓይነቱ ፕሮግራም ብኢቢኤስ ቴሌቪዥን ብምቕራብ ተፈላጥነት ልረኸበ ከያኒ እዩ ነፃነት ወርቅነህ ናብ ሎሚ ለይቲ ለውግሕ ሀም ልዓረፈ ብተመሳሳሊ ላገለፁ እዮም ልርከቡ። ንፈተውቲ ንመላእ ቤት ሰብ ንስድራ ፅንዓት ንምነ። ኣሹ ኣትኽልቲ ከም ትሰምዕዎ ዘለኹም እዩ ናይ ሓውና ስነጥበባዊ ነፃነት ወርቅነህ መርድእ ኢና ሰሚዕና ዘለና ብድንገተኛ ሕማም ከም ዝዓረፈ ኢና ንሰምዕ ዘለና እስቲ እዛ ቪድዮ እዚኣ ውን ንስማዕ። ልቢ ብዙሓት ዝሰበረ ኣዝዩ ዘሕዝነካ ዜና ኣዝዩ ፍቱው ዝኾነ እሞ ድማ ኣብ ናይ ስነ ጥበብ ኢትዮጵያ ዓብይ ኣስተዋፅኦ ዝገበረ ስነ ጥበባዊ ነፃነት ወርቅነ ካብዛ ዓለም ብሞት ተፈልዩ ናይ ብሓቂ ብጣዕሚ እዩ ዘሕዝነካ ማለት እዩ ኣብ ዝተፈላለየ ቲቪ ናይ ኢትዮጵያ ብፍላይ ድማ ኣብ ኢቢኤስ ከም መራሒ መደብ ኮይኑ ዝነጥፍ ዝነበረ ዝኣሊ ዝነበረ ኣብ ዝተፈላለዩ ፊልምታት ወይ ከኣ ድራማታት ዝሰርሕን ዝነጥፍን ዝነበረ ኣዝዩ ፍቱው ዝኾነ ስነ-ጥበባዊ እዩ ነይሩ። ብጣዕሚ ዘሕዝነካ ብሃንደበታዊ ሕማም ግን ካብዛ ዓለም ብሞት ተፈልዩ። ናይ ብሓቂ ብጣዕሚ ዘሕዝን ንደቁ ንበዓልቲ ቤቱ ኮታ ንብምሉኦም መላእ ስድራ ቤቱ እግዚኣብሔር ኣምላኽ ሙሉእ ምጽንናዕ ይሃቦም ንሓውና ድማ እግዚኣብሔር ኣምላኽ መንግስተ ሰማያት የዋርሶ ክብል እፈቱ። ቅድሚ ገለ ኣዋርሕ። ዘርግሓ ቪድዮ ወይ ከኣ ዝተዛረባላ ሓቢርና እስከ ንርኣያ ደጊመ ደጋጊመ ግን ሕማቕ ስማዕ በቃ መሪር ሓዘነይ ክገልጽ እፈቱ መንግስተ ስማያት የዋርሶ ንመላእ ስድራቤት እዝግኣብሄር ኣምላኽ ምሉእ ምጽንናዕ ይሃቦም። እሹፍትክልቲ ከም ትዕዘብዎ ዘለኹም እዩ ናይ ሓውና ነጻነት ወርቅነህ ሞት ኩሉ ሰብ ሰንቢዱ እዩ ዘሎ ብፍላይ ዘይተጸበዮ ነገር ስለ ዝኾነ እዩ እቲ ብጣዕሚ ዘሕዝን ድማ ነጻነት ወርቅነህ ቅድሚ ምዕራፉ ቅድሚ ኣዋርሕ ሞይቱ ተዋሂሉ ሼር ተገይሩ ነይሩና ነጻነት ሓውና እውን ከምዚ ክብል ቪድዮ ሰሪሑ ነይሩ እስቲ እዛ ቪድዮ እዚኣ ንተዓዘብ ስለ ራሴ ልንገራችሁ በተሰማችሁ ስሜት ሰዎች

እሺ ውትክልቲ ከም ትዕዘብዎ ዘለኹም እዩ ቅድሚ ዝተወሰነ ኣዋርሕ ነፃነት ሓውና ሞይቱ ዓሪፉ ተባሂሉ ሼር ተገይሩ ነይሩና እዚ እውን ነፃነት ሓውና መፅኡ መልሲ ሂብሉ ነይሩ ኣነ ኣይሞትኹን ብፍላይ ስድራ ቤተይ ንዓየ ይደልዩኒ እዮም እሞ ከምቲ ስኻትኹም ንስድራ ቤትኹም ተድልዩ ኣነ እውን ስድራ ቤተይ የድሊ እየ ስለዚ ከምዚ ቪድዮታት ኣይትስርሑ በይዛኹም ኢሉ ለሚኑ ተማሕፂኑ ነይሩ ቪድዮ ሰሪሑ ነይሩ ኸዚ ከም ትዕዘብዎ ዘለኹም ናይ ሓውና ነፃነት መርድእ ኢና ንሰምዕ ዘለና እሞ ያው መንግስተ ሰማያት የዋርሶ ል ስድራቤቲ ውን ጽንዓት ይሃብ ክብል ይደሊ ብልቅጽ ግን ኣቱም መብዛሕትኩም ሰባት ውን ዘይዓረፈ ዓሪፉ ዘይሓመመ ሓሚሙ ብፍላይ ብሞት ኣይትቀልዱ ብፍላይ በቃ ብሞት ኣይትቀልዱ ብልቅጽል ሓውና ስነጥባዊ ነጻነት ውን ቅድሚ ሰሙን ኣብ ኢንስታግራም ዚኣ መብከይት ትኮነኩም ኢያ ኢሉ ፖስት ጌርዋ ኔሩ እሲ እዛ ቪድዮ ዚኣ ንተዓዘብ።

ያኔ ቃሉን በፈገግታና እንዲሁም በቀልድ መንፈስ ተቀብለን የተመለከትነው ፎቶ ዛሬ እንግዲህ በእውነትም የሐዘን መግለጫ ሆኖ መቅረቡ የሁላችንንም ልብ በሐዘን ሰብሮታል። በድጋሚ ነፍስ ይማር። እሺ ትክልቲ ከም ትዕዘብዎ ዘለኹም እዩ ሓውና ነፃነት ቅድሚ ሰሙን ኣብ ኢንስታግራም እዛ ስእሊ እዚኣ መብኸይ ትኾነኩም እያ ኢሉ ከም ቀልዲ መሳሊ ዘርጊሕዋ ነይሩ ኩላትና እውን ሕጫጨ እዩ መሲልና ነይሩ ግን ሓቂ ኮይኑ ከም ትዕዘብዎ ዘለኹም ሓውና ነፃነት ብሞት ተፈሊዩና ኣሎ ልስድራቤት ጽንዓት ይሃብ ል ሓውና ነጻነት ውን መንግስተ ሰማየት የዋርሶ ክብል ይደሊ ብሎሚ ዕለት ባይዘወይ ናይ ክልተ ብጣዕሚ ንፈትዎም ነኽብሮም መርድእ ኢና ሰሚዕና ዘለና እቲ ሓደ ናይ ነጻነት እንትኸውን እንተሎ እቲ ሓደ ውን ናይ ወዲ መቐለ ሓውና ናሒስ እዩ ብዛዕባ ናሒስ ዘይትፈልጡ ሰባት እንተሃሊኹም እስቲ እዛ ቪድዮ እዚኣ ናሒስ መን እዩ ትገልጽ እያ ንስማዕ።

እሺ ብትክልቲ ከም ትዕዘብዎ ዘለኩም እዩ እዚ ትርእይዎ ዘለኩም ናሒስ ዝባሃል ሓውና ብትማሊ ምሸት እዩ ብካራ ተወጊኡ ተዘልዚሉ እዩ ተረኪቡ ኣብ ቀበሌ ዓሰርተ ሽዱሽተ ብዙሕ ሰብ ሰንቢዱ እዩ ብዛዕባ እዚ ጉዳይ እዚ ብዛዕባ ናይ ናሒስ ሞት ኩላትና እውን ዘይተጸበናዮ ነገር እዩ ብልቅጽል ናሒስ ባይዘወይ ዝፈልጦ ሰብ እዩ ዝፈልጦ ልካ ከምዚ ሓውና ዝበሎ ብጣዕሚ ለዋህ ሰብ እዩ ኦፍኮርስ ገጹ ክረአ ተሎ ወይ ነውሱ ክረአ ተሎ ናባእስ ክመስል ይኽእል እዩ ናባእስ እውን ነይሩ ክኾን ይኽእል እዩ ግን ኸዚ ሂወቱ ንክቕይር ደፋእፋእ ዝብል ዝነበረ ሰብ እዩ ከም ትዕዘብዎ ዘለኹም ደፊኦሞ ብጣዕሚ ለሕዝን እዩ እስቲ እዛ ቪድዮ እዚኣ ውን ንከታተል። መሐይሰይ ቕንዕናኻ የዋህነትኻ ሓላይነትኻ ልሰብ ትገብሮ ኹሉ ኹሉ ኹሉ ኹሉ ነገርኻ ኣንሕና ኣሕዋትኻ ብቐረባ ንፈልጠካ ኣሕዋትኻ ብቻ ኢና ንፈልጠና መድሃኒኣለም ምስቲ ዝኹሉ ነገርኻ ዝርእዩ ናሒሰይ መንግስቱ የውርስካ ወድነ እግዚኣብሔር ምሳኻ ይኹን እግዚኣብሔር ክትትበዶ ኩሉ ይቕንዕኻ መንግስቱ የውርስካ ንኩሎም ንቅድሊ ኣብርሃም ንኩሎም ቅዱሳን ኣቦታት ኣብ ሕቑፉ ለነበረ ኣብ ሕቑፉ የነበርካ ናይ ሰይድ ሓው ናይ ብሓቂ ናሒስ ሓውና መንግስተ ሰማያት የዋርሶ ንስድራቤት እውን ፅንዓት ይሃብ ክብል ይደሊ ብልቕፅል ሓውና ናሒስ ሎሚ ሸውዓተ ሰዓት ኣብ እንዳ ማርያም ፅዮን ዓንሽም ድሑን ከም ዝተቐበረ ሰሚዐ ኣለኹ ብልቕፅል ቲክቶከር ዓውቺ ሓውና እውን ብዛዕባ እዚ ጉዳይ እዚ እንታይ ከም ዝብል ስንስማ ሎም መዓንቲ ብጣዕሚ ልሕዝን ዜና ሰሚዕና ናሒስ ሓውና ብጣዕሚ ብልሕዝን ልብኻ ብልነክእ ኩነታት እዩ ካብዛ ዓለም እዚኣ ብሞት ተፈሊና ንሓይሳ ሓወይ መንግስቲ ሰማያት የዋርስካ ነብስካ ብሰላም ትዕረፍ ያው ብጣዕሚ መሕዘኒ ናሒስ ማለት ኩልና ንፈልጦ ንፈልጦ ኢና ብጣዕሚ ደስ ዝብል ቆልዓ ለባም እዩ ነይሩ ናስራሕ ሰብ እዩ ነይሩና ብቻ ግን ምንም ጽዋ ይውሊ ነብስኻ ብሰላም ትዕረፍ ዝሓወይ ኣሜን ኣሜን ኣብዚ ሐዚ ሰዓት ግን ብጣዕሚ ልብር ከምዚ ዓይነት ዜና ትሰምዕ ተለኻ ኣብዚ ሐዚ ሰዓት ህይወትና ክነሸንፍ ብዙሕ ነገር ክንገብር ላኻኣልና ባዕልና ንዓና ብካራ ንጨካኸነሉ ግዜ ምምጽኡ ብጣዕሚ መሰከፊ ብጣዕሚ መሕዘንና ንሓይስ ሓወይ ግን ኩሉ ሻዕ ልብና ኢኻ ብራዘር ኣውቸ ሓውና ከምቲ ዝበሎ ባዕልና ንባዕልና ብካራ ብፍላይ መንእሰይ ከም መንእሰይ ኮንካ ክንዲ ብሓደ ኮንካ ዝኾነ ወይ ድርጅት ክትኸፍት ወይ ብሓደ ሼር እንታይ ንስራሕ ክንዲ ምባል ከም ትዕዘብዎ ዘለኹም ባዕልካ ንባዕልካ ብካራ ምውግጋእ ኣዝዩ ለሕዝን እዩ ሓውና ናሒስ ኸዚ እውን መንግስተ ሰማያት የዋርሶ እስቲ እዛ ቪድዮ እዚኣ እውን ንስማዕ።
ካብ መዓዝ እዩ እርሰ በእርስና ንቀታተል ዛሓፍ።
ብጣዕሚ ለሕዝን ዜና ዘብላዕል ትሪእዎ ኣለኹም ሓውና ናሒስ መታዕቢትና ኣብ ዓዲ ሽንዱሕል ንነብር ሓውና እውነት እውነት ብትማሊ ለጋጠሞ ነገራት እውነት ሓውና ብሂወት ካብዛ ምድሪ ተፈልዩኒዮ ሃገረ ገነት መንግስተ ሰማያት የዋርሶ ብጣዕሚ ዝለፅሊ ነገር ግን ኣብ መቐለ ንነብር ሰባት ካብ መዓዝ እዩ እርሰ በእርስና ንቀታተል ዛከተማ ገፋሕ እያ እውነት እውነት ኣብ ከተማ ተወሊድኻ ዓብኻ ብዓልኻ ለብዓልኻ ምንም ነገር ልተወሳሰድናዮ ነገር ለየብልና ህንደይ ዓመት ዳቶ ኣስና ንነብር ሓውና ትማሊ ነገራት ሓዲጉ ዕላምኡ ሒዙ ላብ ስራሕ ኣብ ልተመለሰሉ ጊዜ ዝነገር ዘጋጢምዎ ንሓይስ ሓውና ታሞ ክበሃል ኾይኑ ሃገረ ገነት መንግስተ ሰማያት የዋርስኻ እውነት እውነት እግዚኣብሔር ኣምላክ ኣሕቑፍ ይግበርኻ ቤተሰቡ ዕርኽቱ ጽንዓት ይሃብኹም ናይ ባሓቂ ብጣዕሚ ልሐፍር እዩ ከም ትዕዘብዎ ዘለኹም ናሒስ ሓውና ሓሚሙ ይኾነ ሞይቱ ወይ ድንገተኛ መኪና ገጭዎ ይኾነ ሞይቱ እንታይ ዳ ዝኾኑ ሰፈራት ኣለዉ ኣነ እውን ብግለ ይፈልጦም ግን ኣብዚ ውፅኻ ሚድያ ምንጋር እውን ኣድላይ ኮይኑ ይስምዐኒ ግን ልሓውና ናሒስ ብካራ ዘልዚሎሞ እዮም ሕሰብዎ እዚ ሓውና እዚ ተዋእሲ ነይሩ ክኾን ይኽእል እዩ ከዚ ግን ህይወቱ ልክስዕር ኣብ ሓዳሩ ደቁ ኣብ ምዕባእ እዩ ነይሩ ግን ከም ትዕዘብዎ ዘለኹም ብትማሊ ምሸት ብካራ ዘልዚሎሞ እዮም ቀቲሎሞ መንግስቲ ሰማያት የዋርሶ ንሓውና ናሒስ ልቕፅል ሓውና ናሒስ ባይዘወይ ካብዚ ባእሲ ወዲ ባእሲ ወፅዩ እሱ እውን ብሚድያ ወፅዩ ጎስጓስ እናገበረ ነይሩ እዩ ባእሲ ትርጉም ከም ዘይብሉ እናተዛረበ ነይሩ እዩ እስቲ እዛ ቪድዮ እዚኣ ንስምዓ ቅድሚ ምሟቱ። ሰላማት ሙሉ እዚ ዝግጅት እዚ ለዛጋጀኹም የቀንየልና ብጣዕሚ ብኩሉ ደስ ባሃሊ እዩ ምዝገጃይ ፍቅሪ ምፍጣር እዩ እና ደስ ባሃሊ እዩ ብጣዕሚ የቀንየልና ልችቻ ልሳሴለ ልኣስፋሉ እና ዝብሉ ጋዕሎ ኩሉ ነገራትለ ኩሉ ተገሊፁ እዩ ብሓፂሩ ግን ምደስ ልብል እካ ካብዚ ነገር ካብዚ ባእሲ ምንም ጥቕሚ የብሉ ወላ ካብዞም ቅድሜና ነሩ ድዮም ካባና ድዮም ምንም እንትን ልጥል ተጠቕመ ስለለየለ ኩሉ ነገርስ ተትናሕድጉ በቃ ማንም ሰብ ኣብ ማንም መንደር ኮይዱ ኣነ እየው እዚ መንደረ ተይኮነስ ኣነ ወዲ መቐለ እየ ኢሉ ከዋገ እኒኦ ኣነ ወዲ ዓዲ ሽንድሕን እየ ወይ ኣነ ወዲ ዳገብርኤል እየ ገለ ተለይኮነ በቃ ማንም ሰብ ኣብ ዳገብርኤል ከይዱ ኣነ ወዲ መቐለ እየ ኢሉ ክስሕቕ ስለዚ ብዙሕ ንባስ ነርና ኢና ምስ ጉሩብ ነይሩ እዩ ደስ ልብል ህዚ ጉሩብ ቆርዩ እዩ በቃ ብጉሩብ ባእሲ የለ ህዚ ብቢ መንደር የለ ግን ማንም ሰብ ኣብ ማንም ከይዱ ደረቱ ነፊሑ ዝሰርሐሉ ንቤተሰቡ ዝጥውረሉ ኩሉና ኣብዚኣ ነና ደቂ ድኻ ኢና ሰሪሕና ንበልዕ ኢና ሰሪሕና ንቤተሰብና እንሕግዝ ሰባት ኢና ስለዚ ተሓጋጊዝና ተደጋጊፍና ሓደ ልሕግዝ ልሰርሕ ሰብ ኣይዞኻ ኣብ ጎንኻ ኮን ኢና ወላ ብቅርሺ ተለይሓገዝናዮ ብሓሳብ ሓጊዝና ላተረዳዳእና እና ካብኡ ዛና ልሳምሶም ተሰኻኽፎም ተዋጋእዎ ኣለኹምለ ሀዚ ካብ መንደራት ሓደሓደ መፂእና እኒኤና ካብ ኩሉ መንደር ሓደሓደ ይመፅእሞ ናዛ ትሸርት ጽሑፎም ዘይትግበር ግዚኦም ተጽዕኖ ኮኖም እዩ ዋላ ኣነ መጽየ ልምንታይ ኢለ ይጽሕፈለይ ገለ ኢለ ክናገሮ ይክእል እየ እቲ ሓደ ካብ ካሊእ መንደርለ ኣሁሙ ክእል ይክእል እዩ ኣገጣሚ ከዚ ማርያም ዓዲ ሽንድሕን ቀሪባ እኒሃ እዚኣ ጸሓፈልና ኣነለ ክከድ ይክእል እቲ ሓደለ ክከድ ይክእል እዩ ግን ሃምዚ ተተኣኪብካ ተዋጊዕካ ኩሉ ነገር ብወግዒ ልፍታሕ ስለዚ ለኣቶም ለቅልል ነገር ክብሎም በብመንደሩ ሓደ ኣነ እንድሕር ካብ ዓዲ ሽንድሕን ተወኪለ ሓደ ለካ ሓደ ተተወኪሉ ምስኦም ይረዳድኡ ማለት እዩ ሓደ ክመጾ እንተሎ ልሉ ሳምሶም ኣይ ልኡ ደውሉ በሉ ምስ ኣዋጊዕኹም ለኣናንዑ ኢሎም ቅልል ነገር ኩሎም ክእል እዩ ሳቶም ጽቕጥ ኢልካ ተጻዒንኻ ዋጊዕካ ተለይኮነ ማለት እዩ ካብኡ ናዚ ቲሸርት ናዚ ባእሲ ገለ እዚ ዳውን ኣረጋዊ ክባእስ ተለው ዓበይትን እዮም ላፈለጡ ይኹን ኢሉ ገበርዎ እዚኣቶም በቃ ለይምፍላጦም እዮም ቆልዑ እዮም ፋይረጅ ን ስፖርት ን እዮም ሀዚ ስፖርት ስለልሽውዶም ዓበይቲ ለለዉ ስሕብ ኣቢሎም ፍንዳታ ድዮም ዓበይቲ ወለዲ ድዮም ግርማ ዓዲ ለለዉ ድዮም ስሕብ ኣቢልካ ልምንታይ ትጋግ ኣለኹም ዞም ደቂ ዞም ኣሕዋተይ ገለ ኢልካ ዕርቂ ምፍጣር ወዲያ ብትኩስቱ ኣብ ሕማቕ ነገር ተለይበፀሐ ማለት እዩ እንድሕር ዳይ ሕማቕ ተለይበፀሐ እንትን ኢልናዮ ወዲያው ላሃለየ ክፍታሕ እዩ ማለት እዩ ናብዚያ የቐኒየልና
እሹብ ትኽልቲ ንሓይስ ሓውና ቅድሚ ማቱ ዝተዛረቦ ከም ትሰምዕዎ ዘለኹም እዩ ባእሲ ከም ዘይጠቅም ብፍላይ ኣብ ማንም ወዲ ኣብ ሰፈራት ሰፈራት እናኸልካ ኣነ ወዲ ዳ ገብርኤል ኣነ ወዲ ዓንሽምድሕኒ ኣነ ወዲ ዜሮ ሓሙሽተ ኢላ ልካ ምዝራብ ዘይኮነ ሲ ኣነ ወዲ መቐለ እየ ክንብል ከም ዘለና እዩ ይዛረብ ዘሎ ግን ከም ትዕዘብዎ ዘለኹም ልሓውና ናሒስ ፈራሓት ረኺቦም ኣይብላዕ ኣይስተ ጌሮም መርኣዪ የብሉ እቲ ሬሳ ውን ክለዓል ተሎ ክነጉርና ተለዉ ብልቅጽል ብዛዕባ ናሒስ ዘይፍለጥ ነገር ውን ኣቦ ሰለስተ ቆልዑ እዩ ናሒስ ማለት ኸዚ ንዞም ሰለስተ ደቁሲ ኣቦና ናበይ ኸይዱ እንተኢሎምስ ናበይ ኸይዱ ኢና ክንብሎም ኣቱም ቐተልቲ ሓደ ሓደ ግዜሲ ትገብርዎ ነገርስ ትፈልጡ ዶ ኦኬ ኣብ ትግራይ ሕግን ከይህሊ ይኽእል እዩ ግን ኣብዛ ዓለም ተዘይተኸሰስኹም ኣብ ሰማይ ግን ትኽሰሱ ኢኹም። ብልቕጽል ናሒስ ጥራሕ ኣይኮንኩምን ጎዲእኹም ዘለኹም ንስድራቤት ናሒስ ንፈተውቲ ናሒስ ንኹላትና ኢኹም ቀቲልኹምና ዘለኹም ኸዚ ደቂ ናሒስ ብምንታይ እዮም ክዓብዩ ባይዘወይ ሓደ ሓደ ግዜ እውን እዚ ናሰፈር ባእሲ ኩላትና ደኺምና እዩ ኩላትና ተዛሪብና ኣሎ ኢላ በቃ ይጠቅም እያ ይጠቅም እዩ ተባሂልኩም ኢኹም ከምኡ ድማ ከዚ ጽቡቕ ኦኬ ኣማሓይሾም እዮም ናበልናስ ከዚ ከዓ እናሕስ ባይዘው እዚ ብሰፈር ሰፈር ባእሲ መወዳእትኡ ሞትና ሞት ብቻ እዩ ማንም ጅግና ዝበሃል የለይ ናሰፈር ጅግና ትኾን ትኾንካ ባይዘወ ሓደ ሰብ ዝኾነ ኣካል ስለ ዝቐተለ ዝኾነ ጅግና ክበሃል ሲ ህይወት ስለ ዝቐየረ እዩ ጅግና ክበሃል ዝግብኦ ብልቕፅል እውን ናሒሱ እውን ባይዘወይ ተኣቂዱ ስራሐይ ተባሂሉ ከም ዝተገበረ ኢና ንሰምዕ ዘለና ብትማሊ ሓሙሽተ ሰዓት ክድወሎ እዩ ውዒሉ ንዓምፃ ላተባህለ ሓውናና ሓይስዎ ዝፈለጦ ተኣምር የነበሮን ዓሰርተ ሽዱሽተ ምስ ኸደ ብድሕሪት ይኹን ብግዛዕ ይኹን ጨፍጭፎሞ ኣዝዩ ልሕዝን እዩ ብዙሕ መልኩ ነይረ ግን ድማ ዝሰምዕ ኣካል ስለ ዘየለ ሽካዕ ባዕሉ እቲ ጎይታ ይቕረ ይግበረልና እምበር ብዝኸት ሰዓት እዚ ዘለናዮ ኩነታት ኣዝዩ ዘፍርሕ እዩ ዋዕ ዝሰማዕለ እኮ ይሕፍር እኮ እዩ ከዚስ ናሒስ ሓውና መን ይቐትልዎ ክበሃል ተሎስ ትግራዋይ ትግራዋይ መን ወዲ መቐለ ወዲ መቐለ ኣበይ ኣውዝ ሰፈር ብቻ ኸዚ እውን ብዙሕ ነገር ምበልኩ ግን ንረብሕ ነገር ኣይኮነን ዝሰምዕ ሰብ ስለለየለ መንግስቲ ሰማያት የዋርሶ ለሓውና ናሒስ ንስድራዊት እውን ፅንዓት ይኣብኹም ክብል ይደሊ